ሰላም ዝኸበርኩም ተኸታተልቲ ናትና ቲቪ ከመይ ትውዕሉ? ንሎሚ ዕለት ዘዳለናልኩም ዜናታት ውሽጢ ሃገርን ወፃእን ሒዝናልኩም ኣብ ሰዓትና ተረኺብና ኣሎና። ክሳብ ፍጻመ ዜናዊ ትሕዝቶና ክትከታተሉና ዕድመ እንዳቕረብና ናብቲ ዘዳለናዮ ዜናዊ ትሕዝቶ ንሰግር። ሰናይ ምክትታል። ኣርእስተ ዜና መልእኽቲ ፕሬዚደንት ኢሳያስ ኣፈወርቂ ንምብጻሕን ዝተፈላለዩ ርክባት ንምግባርን ናብ ደቡብ ሱዳን ኣምርሑ ዝቐነየ ኣማኻሪ ፕሬዚደንትን ሓላፊ ፖለቲካዊ ጉዳያት ተግደፍን ኣቶ የማነ ገብረኣብ ኣብ ጉዕዝኡ ምስ ዋና ጸሓፊ ሰልፊ ኤስፒኤልኤም ዶክተር ጄምስ ዋኒኣጋ ርክብ ብምክያድ ከምዘተየ ወግዓዊት ቴሌቪዥን ደቡብ ሱዳን ኤስኤስቢሲ ገሊጻ። ዝበዝሐ ክፋል ሃገርና ብሕርሻዊ ንጥፈታት ዝነባበር ከም ምዃኑ መንግስቲ ኤርትራ ንሓረስቶት ሃገርና ንምድጋፍ ዝተፈላለዩ ስልጠነታትን ደገፍን ኣብ ምሃብ እዩ ዝርከብ ዘሎ ከም መቐጸልታ ናይዚ ድማ ኮርፖሬሽን ጥሪትን ዘራእትን ኤርትራ ኣብ ንኡስ ዞባ ሰንዓፈ ንክራማት ዝግበር ዘሎ ምድላዋት ዝሕግዝ ብርትዓዊ ኣገልግሎት ንሓረስቶት ናይ ትራክተራት ኣገልግሎት ይህብ ከም ዘሎ ተፈሊጡ። ኣብ ሰርብያ ዝርከብ ብዘሶቪክ ተባሂሉ ኣብ ዝፍለጥ ሕዛእቲ ካብ ዝርከቡ ኣእዱግ ዝፈሪ ዘሎ ፋርማጆ ኣቓልቦ ማዕክናት ዜና ስሒቡ ከም ዘሎ ተገሊጹ። ወተሃደራዊ ሓይሊ ኣብ ማሊ ስልጣን ድሕሪ ምሓዙ ኣብ መንጎ ኣልጀርያን ማሊን ዘሎ ርክብ እናሓርፈፈ ይኸይድ ከምዘሎ ኣብ ክግለጸሉ ዝጸንሐ እዋን፣ ብሰንኪ'ቲ ኣብ ዝሓለፈ ሰሙን ዘጋጠመ ምውዳቕ ሰብ ኣልቦ ነፋሪት ድማ፣ ኣብ መንጎ'ዘን ሃገራት ዘሎ ወጥሪ ከምዝኸረረ ማዕከናት ዜና የጋውሓ ኣለዋ። ኣብቲ ፕሬዚደንት ኣሜሪካ ኮይኑ ዘሎ ዶናልድ ትራምፕ ዘካይዶ ዝነበረ ናይ ምረጹኒ ጎስጓስ ቀንዲ ደጋፊኡ ዝነበረ ቢልዮነር ቢል ኣክማን እዚ ዶናልድ ትራምፕ ዝወስዶ ዘሎ ንግዳዊ ኲናት፣ ርእሰ ምትእምማን ንግዳውያን መራሕቲ የጥፍእ ኣሎ ብምባል ደው ከብሎ ጻውዒት ከም ዘቕረበ ተቓሊሑ። መልእኽቲ ፕሬዚደንት ኢሲያስ ኣፈወርቂ ንምብጻሕን ዝተፈላለዩ ርክባት ንምግባርን ናብ ደቡብ ሱዳን ኣምሪሑ ዝቐነየ ኣማኻሪ ፕሬዚደንትን ሓላፊ ፖለቲካዊ ጉዳያት ተግደፍን ኣቶ የማነ ገብረኣብ ኣብ ጉዕዝኡ ምስ ዋና ጸሓፊ ሰልፊ SPLM ዶክተር ጄምስ ዋኒኣጋ ርክብ ብምክያድ ከምዝዘተየ ወግዓዊት ቴሌቪዥን ደቡብ ሱዳን SSBC ገሊጻ። እዞም ሰበስልጣን ኣብ ርክቦም፣ ንታሪኻዊ ዝምድናታት ክልቲኤን ሃገራት ንምሕያል ዝያዳ ክሰርሑን ኣብ መንጎ ህዝባዊ ግንባር ንዴሞክራስን ፍትሕን፣ ሰልፊ SPLM ን ከኣ ቀጻሊ ርክባትን ምምይያጥን ክህሉ ከምዝተሰማምዑ ተገሊጹ። ኣብቲ እዞም ሰበስልጣን ዘካየድዎ ርክብ፣ ብወገን ኤርትራ ኣምበሳደር ኤርትራ ኣብ ደቡብ ሱዳን ኣቶ ዮውሃንስ ተስፋማርያም፣ ብወገን ደቡብ ሱዳን ድማ ሓላፊ ፖለቲካዊ ጉዳያት ሰልፊ ኤስፒኤልኤምን ኣንደር ሰክሬታሪ ሚኒስትሪ ጉዳያት ወጻኢ ደቡብ ሱዳንን ተረኺቦም ከምዝነበሩ ተፈሊጡ። ዝበዝሐ ክፋል ሃገርና ብሕርሻዊ ንጥፈታት ዝነባበር ከም ምዃኑ፣ መንግስቲ ኤርትራ ንሓረስቶት ሃገርና ንምድጋፍ ዝተፈላለዩ ስልጠነታትን ደገፍን ኣብ ምሃብ'ዩ ዝርከብ ዘሎ። ከም መቐጸልታ ናይዚ ድማ ኮርፖረሽን ጥሪትን ዘራእትን ኤርትራ ኣብ ንኡስ ዞባ ሰንዓፈ ንክራማት ዝግበር ዘሎ ምድላዋት ዝሕግዝ ብርትዓዊ ኣገልግሎት ንሓረስቶት ናይ ትራክተራት ኣገልግሎት ይህብ ከምዘሎ ተፈሊጡ። እቲ መደብ ልዕሊ ዓሰርተ ትራክተራት ተዋፊረን ኣብቲ ንኡስ ዞባ ንዝርከባ ዓድታት እየን ኣገልግሎት ዝህባ ከምዘለዋ ዝግለፅ ዘሎ። ድሮ ድማ ካብተን ኣብቲ ንኡስ ዞባ ዝርከባ ዓሰርተ ሓሙሽተ ምምሕዳራት ከባቢ ኣብተን ሸሞንተ ስርሐን ብዓወት ከምዝዛዘማ ተፈሊጡ ኣሎ። ብዘይካ'ዚ እቲ ትካል ኣብ ቀፃሊ እውን ንጠለብን ድሌታትን እቶም ሓረስቶት ኣብ ግምት ብዘእተወ መንገዲ ብዝለዓለ ኣወዳድባን ብዝሕን ከካይዶ መደብ ከምዘለዎ እውን ገሊፁ'ሎ። ድሮ ድማ ልዕሊ ሓሙሽተ ሽሕ ሄክታር መሬት ተሓሪሱ ከምዘሎ እውን ክፍለጥ ተኻኢሉ'ሎ። ብትራክተራት ዝግበር ማሕረስ ዝያዳ ውፅኢታውን ኣድማዕን ከምዝኾነ እዩ ዝግለፅ። ኣብ ሃገርና ንፅላት ሕርሻ ሃገርና ዝድርዕ ዝተፈላለዩ ደገፋት ከምዝግበር ዝፍለጥ እዩ። እቲ ብሚኒስትሪ ሕርሻን ካልኦት ትካላት መንግስትን ዝካየድ ምሩፅ ዘርእታት ምዕዳል ንቕሓት ክብ ዘብል ስልጠናታት ምውዳብን ድማ ኣካል ናይዚ ወፍሪ ምዃኖም ይሕበር። ተወሳኺ እውን እዘን ኣብ ሃገርና እኹል ማይ ከዚነን ዘለዋ ዲጋታት እውን ግቡእ ፃዕሪ እንተተገይሩ ብርኩት ሕርሻዊ እቶት ክሕፈሰለን ዝኽእል ምዃኑ እዮም ክኢላታት ሕርሻ ዝገልፁ። ኣብ ሰርብያ ዝርከብ ብዘሶቪክ ተባሂሉ ኣብ ዝፍለጥ ሕዛእቲ ካብ ዝርከቡ ኣእዱግ ዝፈሪ ዘሎ ፋርማጆ ኣቓልቦ ማዕክናት ዜና ሲሕቡ ከም ዘሎ ተገሊጹ። እዚ ካብ ጸባ ኣድጊ ዝምስራሕ ፋርማጆ፣ ሓደ ኪሎ ፋርማጆ ንምስራሕ ኣስታት ዕስራን ሓሙሽተን ሊትሮ ጸባ ኣድጊ ከም ዝጥቀሙ'ዮም ኣካየድቲ እቲ ትካል ዝገልጹ። እዚ ማለት ድማ ሓንቲ ኣድጊ ኣብ መዓልቲ ሰለስተ ሚእቲ ሚሊ ሊትር ዝዓቐኑ ጸባ ጥራይ ከተፍሪ ትኽእል ብምዃና፣ እዚ ድማ ኣብ ንልዕሊ ዓመትን ፈረቓን እተፍርዮ መጠን ጸባ ምዃኑ እዩ ዝንገር። ኣካየድቲ እቲ ትካል ምስ ማዕከናት ዜና ኣብ ዝገበርዎ ቃለ መሕትት፣ እቲ ፍርያት ብኣዝዩ ውሑድ ዓቐን ዝርከብ ዘሎ ብምዃኑ፣ ካብ ሓምሳ ክሳብ ሰብዓ ዩሮ ንሓምሳ ግራም ወይ ድማ ንሓደ ኪሎ ግራም ፋርማጆ ክሳብ ሽሕን ክልተ ሚእቲን ዩሮ ይሸጥዎ ከም ዘለዉ ገሊጾም። በዚ ድማ ነዚ ፍርያት ኣእዱግ ዝኾነ ፋርማጆ እቶም ገንዘብ ዘለዎም ጥራይ ይረኽብዎ ከም ዘለዉ'ዩ ዝሕበር። እቲ ውሩይ ተጻዋታይ ቴንስ ጆኮቪክ እውን ንትካላቱ ካብዚ ትካል ናይ ዓመት ምሉእ ቀረብ ከም ዝዓደገለን እውን ገሊጾም ኣለዉ። እዚ ካብ ርእሰ ከተማ ሰርቪያ በልግሪድ ንሸነኽ ምዕራብ ሰማንያ ኪሎ ሜተር ርሒቑ ተደኪኑ ዝርከብ ዛሳቪክ ዝተባህለ ሕዛእቲ፣ ዋላ'ኳ ካልኦት ብዙሓት ፍሉያት ዝኾኑ ዓይነታት ኣትክልትን እንስሳታትን ሓቚፉ ዝርከብ እንተኾነ፣ ዝበዝሑ ኣብኡ ዝርከቡ ግና ኣእዱግ ምዃኖምን ክሳብ ሰለስተ ሚእቲ ዝበጽሕ ቁጽሪ ከምዘለዎምን እዩ ዝንገር። ብተወሳኺ'ውን ኣካየድቲ እቲ ትካል፣ እዚ ሕጂ ዘካይድዎ ዘለዉ ካብ ጸባ ኣእዱግ ዝተሰርሐ ፋርማጆ ከዳልዉ ብዙሕ ብድሆታት ከም ዝሓለፉ'ዮም ዝገልጹ። ኣብ ሰርቪያ ብርክት ዝበላ ጸባ ኣእዱግ ዝሸጣ ሕርሻታት ኣእዱግ ከም ዘለዋ'ዩ ዝሕበር። ኣብዚ እዋን ብብሉ ቺዝ ተባሂሉ ዝፍለጥ ኣብ ስጳኛ ዝፈሪ ፋርማጆ ኣብ ክልተ ሽሕን ዕስራን ኣርባዕተን ንክልተ ነጥቢ ሓሙሽተ ኪሎግራም ብ ሰላሳን ሽዱሽተን ሽሕ ዩሮ ክሽየጥ ብምኽኣሉ ክብረ ወሰን ሒዙ ዘሎ መሸጣ ፋርማጆ'ዩ። ወተሃደራዊ ሓይሊ ኣብ ማሊ ስልጣን ድሕሪ ምሓዙ፣ ኣብ መንጎ ኣልጀርያን ማሊን ዘሎ ርክብ እናሓርፈፈ ይኸይድ ከም ዘሎ ኣብ ክግለጸሉ ዝጸንሐ እዋን፣ ብሰንኪ'ቲ ኣብ ዝሓለፈ ሰሙን ዘጋጠመ ምውዳቕ ሰብ ኣልቦ ነፋሪት ድማ፣ ኣብ መንጎ'ዘን ሃገራት ዘሎ ወጥሪ ከም ዝኸረረ ማዕከናት ዜና የጋውሓ ኣለዋ። ማሊ እታ ሰብ ኣልቦ ነፋሪት ብኣልጀርያ ተወቒዓ ከም ዝወደቐት'ኳ ትኸስስ እንተላ፣ ኣለጀርያ ግን ብኣንጻሩ ነቲ ክስታት ከም ዝነጸገቶ ሓቢራ ኣላ። በዚ ድማ ኣብ መንጎ እዘን ሃገራት ፍኽም ክብል ዝጸንሐ ወጥሪ ኣብ መጀመርትኡ መፍትሒ እንተዘይረኺቡ ናብ ዝለዓለ ደረጅኡ ክድይብ ከም ዝኽእል እዮም ምስቲ ኩነታት ቅርበት ዘለዎም ተንተንቲ ዝገልጹ። ብዘይካዚ ማሊ፣ ኣልጀርያ ነቶም ናይ ምንጻል ስነ-ሓሳብ ሒዞም ዝንቀሳቐሱ ዘለዉ ዕጡቓት ጉጅለ ብሄረ ቱዋረግ ትድግፎም ከም ዘላ'ያ ትኸስስ። እዞም ዕጡቓት ሓይልታት ድማ ኣብቲ ኣብ መንጎ ማሊን ኣልጀርያን እተዳውብ ከተማ ቲንዛውንቲን ከም ዝንቀሳቐሱ እዩ ዝሕበር። ሰራዊት መንግስቲ ማሊ ድማ ነዞም ዕጡቓት ጕጅለ ንምጥፋእ ይቃለስ ከም ዘሎ እዩ ዝገልጽ። ብዘይካዚ ናይ ሓባር ውህደትን ኪዳንን ብምግባር ዝሰርሓ ዘለዋ ማሊ፣ ብርኪናፋሶን ኒጀርን ድማ ኣብ ዘውጽእኦ ሓበራዊ መግለጺ እታ ሰብ ኣልቦ ነፋሪት ምውዳቓ ነቲ ኣንጻር ንሰለስቲኤን ሃገራት ግብረ ሽበራ ክፍጽም ዝሓስብ ግብረ ሽበራዊ ጕጅለ ንኸይውቃዕ ዓጊቱ'ዩ ብምባል ይገልጻ ብምህላወን ውን እቲ ወጥሪ መሊሱ ከይዓቢ ብተወሳኺ ስግኣት ፈጢሩ ኣሎ። ብተወሳኺ ውን ማሊ ነቲ ኣብ ርእሰ ከተማኣ ከተማ ማኒላ ዝርከብ ኣምባሳደር ኣልጀርያ ብምጽዋዕ ናብ ኣህጉራውያን ትካላት ክሲ ከተቐርብ ምዃና ብምሕባር ካብቲ ኣልጀርያ እትርከቦ ዞባዊ ጸጥታዊ ጉጅለ ድማ ከምዘንሳሓበት ኣፍሊጣ ኣላ። ኣልጀርያ ንልዕሊ ዓሰርተ ዓመታት ኣብ መንጎ ማልን እዞም ዕጡቓት ጉጅለን ኣብ ዝነበረ ግጭት ከም ቀንዲ መንጎኛ ኮይና ከተገልግል ምጽናሓ ዝፍለጥ እዩ። እንተኾነ ግና እዚ ሕጂ ንማሊ ዝመርሕ ዘሎ ወተሃደራዊ ሓይሊ ስልጣን ምስ ጨበጠ ግና ርክበን እናሓርፈፈ ይመጽእ ከምዘሎ እዩ ዝሕበር። ኣብቲ ፕሬዚደንት ኣሜሪካ ኮይኑ ዘሎ ዶናልድ ትራምፕ ዘካይዶ ዝነበረ ናይ ምረፁኒ ጎስጓስ ቀንዲ ደጋፊኡ ዝነበረ ቢልዮነር ቢል ኣክማን እዚ ዶናልድ ትራምፕ ዝወስዶ ዘሎ ንግዳዊ ኪናት ርእሰ ምትእምማን ንግዳውያን መራሕቲ የጥፍእ ኣሎ ብምባል ደው ከብሎ ፃውዒት ከምዘቕረበ ተቓሊሖም። እዚ ቢልዮነር ኣብ መግለፂኡ ኣንጻር ነፍሲ ወከፍ ሃገር ቁጠባዊ ኲናት እንተ ኣዊጅና፣ ንንግዳዊ ወፍርታትና ክነዕንዎ ኢና፣ ዓማዊልና ድማ ጁባኦምን ቦርሳኦምን ክዓጽዉ እዮም። እዚ ድማ ዝናና ክህስስን ደሓር ድማ ብዙሕ ዋጋ ዘኽፍለና ክኸውን ይኽእል እዩ ብምባል ኣጠንቂቑ። ብሰንኪ እዚ ዶናልድ ትራምፕ ወሲድዎ ዘሎ ወሰኽ ታሪፍ፣ ኣብ ዝሓለፈ ቅሩብ ኣዋርሕ ንንግዳዊ ኣካይዳ ዓለም ኣናዊጽዎ ከም ዘሎን ኣብዘን ዝሓለፋ ቅሩብ መዓልታት ጥራይ እውን ዓቢ ምንቁልቋል ኣኸቲሉ ከም ዘሎ እዩ ዝሕበር። እዚ ቢልዮነር ድማ ትራምፕ ነዚ ወሲንዎ ዘሎ ውሳነታት ዳግመ ግምት ክገብረሉ ጸዊዑ ኣሎ። ትራምፕ ካብ ዕስራ ጥሪ ኣብ ስልጣን ካብ ዝመጸሉ ግዜ ጥራይ ኣንጻር ብዙሓት ሃገራት ወሰኽ ቀረጽ ከም ዝኣወጀ ዝፍለጥ'ዩ።